ምሉእነት ዘይስማዓኒ በቃ ባዶነትን መንፈሳውነትካ ዝፈታትንን ምናልባት ምናልባት ደቂ ሰባት ከምቲ ብዝሕናን መልክዕናን ጠባይናን ዝተፈላለየ ዝረጋግኣና መንፈስና ዝመልሰልና ነገር እውን ክፈላለ ይኽእል እዩ። ንገለ ሰብ ህዱእ መዝሙር፣ ንገለ ሰብ ምድቃስ፣ ንገለ ሰብ ነብስኻ ብዝሑል ማይ ምሕጻብ፣ ንገለ ሰብ ደርፊ፣ ንገለ ሰብ ኣቑሑ ምስባር፣ ንገለ ሰብ ስብከት ምስማዕ፣ ንገለ ሰብ ምንባብ ኮታስ ዝተፈላለየ ነገር ንጥቀም ንኸውን። ካብዚ ኩሉ ኣእምሮይ ተጨኒቑ ብሓሳባት ተዋሒጡ ከሎ'የ ሴዲያይ ስሒበ መጽሓፍ ቅዱስ ገንጺለ መዝሙር ዳዊት ከንብብ ዝሓሰብኩ። ተሳሊመ ክኸፍቶ እናበልኩ ሞባይለይ ትድወለኒ'ሞ፣ ብኡ ኣቢለ ግዜ ቐቲለ ናብ ዩቱብ ገጸይ ኣተኹ። እግዚኣብሄር ንኣእምሮይ ካብ ጭንቀት ከዕርፍ ከጸናንዕ ክመሃር ግዲ ፈቒዱ ውሽጥኻ ዘረጋግእ ስብከት ክሰምዕ ጀመርኩ። መንፈሰይ ክጸናናዕ ጀመረ፣ ነብሰይ እውን ኦ ጐይታይ ክሳብቲ ምሕረትካን ለውሃትካን ኣብ ልዕለይ ዝፈስስ ክኸስስ ክጽበየካ የብልኩ ናብ ኣምላኽ እውን ከምዚ ኢለ ምሕጽንታ ኣቕረብኩ ንነብሰይ ክጠቕመኒ ዝለመንኩኻ መታን ክትህበኒ ክጽበየካ እዩ ነቲ ዘይጠቕመንን ዘይርብሓንን ዝለመንኩኻ ክትከልኣኒ ክጽበየካ እዩ ከምቲ ኣደ ደቂ ዘብዴዎስ ንዮሃንስን ያዕቆብን ሓደ ብየማንካ ሓደ ብጸጋምካ እናበለት ዝለመነትካ ንስኻ እውን ትልምንዎ ኣይትፈልጡን ኢኹም ዝበልካና ኣነ ውን ዝልሙኖ ኣይፈልጥን እየ እሞ ነቲ ዘይጠቅም ዝለመንኩኻ ክትከልኣኒ ክጽበየካ እየ ጎይታይ መዓስ ከም ትመጽእ ክጽበየካ እየ ምኽንያቱ ንስኻ ዘለኻዮ ስፍራ ዝተቐደስን ሰላም ዘለዎን ስለ ዝኾነ ጎይታዬ ክሳብ ዕለተ ሞተይ እውን ክጽበየካ እየ ምኽንያቱ ንኣልኣዛር ኣብ ራብዓይ መዓልቱ ዘተንሳእካ ኣምላኽ ስለ ዝኾንካ። ኣነ ካብ ዘይፈልጦ ጸበባ ስለ እትሕልወኒ ወይ እውን ስለ እተውጽኣኒ ክጽበየካ እየ። ጐይታየ፣ ኣነ ሕጂ ክኾነለይ ይደሊ ኣለኹ። ንስኻ ግን ዘንጋዕካና እዚ ግን ንሰናይ ኣይኮነን ምኽንያቱ ካብ ኣብ ዘይግዚኡ መጺኡ ዝጠፍእ ሓጎስ ዘንጊዑ ወይ ድማ ደንጊዩ ዝመጽእ ሓጎስ ምሳይ ክነብር ስለ እትመርጸለይ ክጽበየካ እየ ጐይታየ ከም ዴማስ ቀልጢፈ ክጠልም ዘይኮነስ ከም ዮሴፍ ክጽበየካ እየ ምኽንያቱ ዮሴፍ ብገዛእ ኣሕዋቱ ተሸይጡ ናብ ካልእ ሃገር ከም ዝኸደ እሞ ኣብ ምድሪ ግብጺ ወሪዱ ድሕሪ ብዙሕ ማእሰርቲ ንጉስ ከም ተሸይመ ኣነ እውን ብዓቕሊ ክጽበየካ እየ ጐይታየ ከም ሰበይቲ እዮብ ዘይኮነስ ከም ኣቦና እዮብ መከራይ ሕማመይ ሓዘነይ እኳ እንተበዝሐ ብዓቕሊ ክጽበየካ እዩ ምኽንያቱ ከምቲ ናይ ኣቦና እዮብ ሓዘኑን ሕማሙን ለዊጥካ ናብ ሓጎስ ዝቐየርካሉ ክትርህርሃለይ ምዃንካ ስለ ዝፈልጥ ክጽበየካ እዩ ጐይታዬ ዋላ እኳ ሓቲተካ ኣይትመልሰለይ ክጽበየካ እየ ምኽንያቱ ዓቕልን ትዕግስትን ትሓትት ኣምላኽ ኢኻ ጐይታየ ኣብ ሓዊ እንተተቓጸልኩ ከተድሕነኒ ክጽበየካ እየ ምኽንያቱ ንኣናንያ ዓዛርያ ሚሳኤል ብቕዱስ ገብርኤል መልኣኽ ከም ዘድሓንካዮም ከም ተድሕነኒ ስለ ዝፈልጥ ንህፃን ቅዱስ ቄርቆስን ኣዲኡ ቅድስቲ እዮልጣን ካብቲ ጎረ ሓዊ ከም ዘድሓንካዮም ንዓይ እውን ከተድሕነኒ ክጽበየካ እየ። ጐይታዬ ንሃዋርያ ጳውሎስ ብመብረቕ ተገሊጽካ ከም ዝመለስካዮ ንዓይ እውን ካብዚ ዘለኹዎ ጭንቀትን ርኽሰት ኃጢኣትን ክትመልሰኒ ክጽበየካ እየ። ኦ ኣምላኽ ከምቲ ብየማንካ ዝተሰቕለ ጥጦስ ሲፍታ ኣብ መስቀልካ ሕጂ ኣብ ገነት ምሳይ ኣለኻ ኢልካ ዘበሰርካዮ ንኣይ እውን ከተበስረኒ ክጽበየካ እየ ኦ ኣምላኽ ከምቲ ንእስራኤላውያን ካብ ባርነት ግብጺ ናብ ምድሪ ርስቲ ከነኣን መና እናመገብካ ብለይቲ ኸይጽልምቶም ብርሃን እናገበርካ ብቐትሪ ፀሓይ ከይኮኖም ብዓንደ ብርሃን እናተኻናኸንካ ማይ እንተጸምኡ ካብ ከውሒ እናፈለጽካ እናስተኻዮም ባሕሪ ኤርትራ ዘስገርካዮም ንዓይኒ ድኹም ባርያኻ እውን ምሕረትካ ክሳብ ዝፈሰኒ ክጽበየካ እየ ምኽንያቱ ኣምላኽ ዘዕቑበኒ ዕቑባይ እዩ ዋልታይን ሓይሊ ምድሓነየይን ግምበይን መዕቖብየይን እዩ ኦ መድሓንየይ ካብ ዓመፃይ ተድሕነኒ ካልኣይ ሳሙኤል ዕስራን ክልተን ቁፅሪ ሰለስተ ጎይታዬ ስለዚ እየ ድማ ዝጽበየካ ህዳእ እግዚኣብሔር ክዓዮ ተጸበዮ በቲ ዝህብትም ሰብን በቲ ሕሱም ሃቃኒ ዝፍጽሞ ሰብን ኣይትሸበር መዝሙር 37 ሸውዓተ ዝብል ቃል ኣምላኽ ምስ ሰማዕኩ፣ ክጽበየካ እየ በልኩ። ንዓይ ትጽቢተይ ኣምላኽ ጥራይ እዩ፣ ተስፋይ ከኣ ንሱ እዩ። መዝሙር ስሳን ክልተን ሓሙሽተ። ክጽበየካ እየ። ኦ ጐይታ፣ በቃ ብትዕግስትን ትሕትናን ክጽበየካ እየ። ንስኻ ድማ ምሕረትካ ኣብዝሓለይ።